ሰላም ሰላም ሰላም ሰላም ኣምላኽ ንዓኻትኩም ይኹን ሓፍትኹም ምሕረት እየ ሎማዓልታኸም ብሓድሽ ተመልሰኩም ኣለኹ ሓንቲ ንእሽቲ ሓሳባት ሒዘ ክትከታተሉኒ ተስፋ ገብር ኣድላይት እያ እዚኣ ኣድላይት እያ ናይ ብሓቂ ኣድላይት እያ ክትከታተሉኒ ኣለኩም ብፍላይ እዞም ወለዲ ዝኾንኩም ካብ ኤክስፒሪየንስ ናተይ ይኹን ካብ ዝሰርሓሉ ዘለኹ ዝሪኦ ዘለኹ ይኹን ካብ ከባቢየ ይኹን ካብ ዝኾነ ዝሪኦ ዘለኹ ወይ ከዓኒ ዘሎ እዩ ሕጂ ደቅና ወይ ከዓኒ ደቅኹ ናብ ካልኣይ ደረጃ ዝሓልፍሉ ማለት ሰኣትስ ዝገብሩሉ ክኸውን ይኽእል እዩ ሞር ንዕኦም እየ ደልየ ዘለኹ ወይ ከዓ ጂስኤስኢ ዝገብሩ ወይ ከዓኒ ኤ ሌቨልስ ዝገብሩ ደቂ ክህሉኹም ክህሉ ክትህልዉ ከም ዘለኹም ክትህልዉ ትኽእሉ ኢኹም ማለት እዩ ኣለኹም ከዓ ስለ ዘለኹም እየ ክዛረብ ደልየ ዘለኹ ሎም መዓልቲ ብፍላይ እዚ ሳትስ እዚ ካብ ኣባና እዚ ጀነራል ዲና ንብሎ ነርና ኣብ ናተይ ግዜ ማለት እዩ በቃ ካብ ሻድሻይ ክፍሊ ናብ ሻምናይ ክፍሊ ተሓልፈሉ ንገብረሉ ዝነበርና ወይ ከዓ ካብ ሻምናይ ናብ ታሻዓይ ተሓልፈሉ ከምዚ ንሰጋግረሉ ዝነበርና እዩ ገና ዓብ ነገር እዩ ምክንያቱ ነጥብታት ሒዝና ንሓልፈሉ ዝነበርና ደረጃታት እዩ ማለት እዩ እዚ ናይ ቀደም እዩ ናይ ዘበን እኒእኒ ማለት እዩ ናተ ዕድመ እዛርብ ደለኹ ሕጂ ኣድኖ ኣብ ኤርትራ ከመይ እዩ ዝመስል ዘሎ በዚ ንሪኦ ጥራይ ደለና ማለት እዩ ግን ኣብዚ ስለ ዘለና እዚ ካብ ተመክሮን ካብ ዝሪኦ ዘለኹን እዩ ደቅና ካብ ሻድሻይ ክፍሊ ማለት ካብ ሓደ ምዕራፍ ናብ ሓደ ምዕራፍ ዝሳገርሉ ደለዉ እዮም ብዙሓት ወለዲ ከዓኒ ትምህርቲ መሪፆም ድዮም ካበይ ናበይ ካበይ ናበይ ክኸዱ ከም ዘለዎም ደቆም በቃ ዝረባረብሉ ዘለዋ እዮም ኣብዚ ግዜ እዚ ባዕለይ ዘሕለፍኮ ስለዝኾነ ኣይ ናይ ቤት ትምህርቲ ይፅብቕ ኣይ ናይ ከምዚ ወደይ ነጥበታይ ከምፅኡ እቶም ቆልዑ ከዓ ሕጂ ይዳለዉ ኣለዉ ኣባና ሕጂ ክጅምር እዩ ማለት እዩ ወይ ዝመፅ ዘሎ ሰሙን ይመስልኒ ክጅምር እዩ መቸም ከከም ደረጅኡ ኣለዎ ማለት እዩ ኣነ ብዘለኹ ኣብዚ ዓዲ እንግሊዝ ማለት እዩ ሕጂ ብዙሓት ወለዲ ዳርጋ ላዕልን ታሕትን ትብለሉ እዩ ገሊኦም ከፋንውዎም ነይሮም ደቆም ባዕሎም ዝኸድሉ ደረጃ እዩ መቸም ካብ ሓደ ምዕራፍ ሓደ ንእሽተይ ቆልዓ ካብ ሓደ ምዕራፍ ናብ ሓደ ምዕራፍ ዝኸደሉ እዩ ሕጂ ወለዲ ገሊኦም ድሻቐሉ ኣለዉ ገሊኦም ዝፈርሑ ኣለዉ ገሊኦም እቲ ቤት ትምህርቲ ዝመረፅዎ ደይበፅሖም ብዙሕ ነገር ኣሎ ብዙሕ ላዕሊ ታሕቲ ይርኢ ኣለኹ ኣነ ማለት እዩ ምስ ቆልዒ ዝሰርሕ ሓደ ቆልዓ ወዲ ዓሰርተ ዓመት ካብ ሓደ ዓመት ከሎ ድጀመርክዎ ምስ ኣለኹ ስጋ ሕጂ ማለት እዩ ሓፍቲ እውን ኣላ ሸውዓተ ዓመት ድገበረት ማለት ስለ ዝኾነ ኣለኹ እዚ ኩሉ ዝኽወን ደሎ ፕሮሰስ ሪኦ ኣለኹ ባዕለይ ከዓኒ ኣነ ከዓኒ ከም ኣደ መጠን ከዓ ባዕለይ ዘሕለፍክዎ እዩ እንታይ ትገብር ኣበይ ትኸይድ ደቅኻ ከመይ ይገብራ ክንዲ ምንታይ ትሻቐል ክንዲ ምንታይ ዓቕልኻ ፀበካ ክንዲ ምንታይ ላዕሊ ታሕቲ ትብል ክንዲ ምንታይ ደቅኻ ከተፋንወን ፀኒሕካ ባዕልኻ ሓደ መዓልቲ ምንጥል ኢለን ካባኻ ከዳ ብዙሕ ፍርሕታት ዘሎ እዩ እዚ ደረጃ እዚ ኣብዚ ዕድመ እዚ ብዙሕ ወለዲ ትሻቐለሉ እዩ ምስ ከደ ሰከንደር ስኩል ከ እንታይ ክኸውን እዩ ጥዑይ ድዩ ክኸውን ቲንኤጀር መፅ ኣሎ በቃ ክንደይ ላዕሊ ታሕቲ እዩ ዘሎ ከምዚ በቃ ብፍላይ ብፍላይ ከዓኒ ከማና ከም ሓበሻ ወይ ከዓኒ ከም ትግርኛ ተዛረብት ወይ ከዓ ከም ኤርትራውያን ትግርኛ ስለ ዝዛረብ ዘለኹ ኤርትራዊት ከዓ ስለ ዝኾንኩ ማለት እየ ሕጂ ኣብዚ ክርኢ ደልዮ ደሎ ብፍላይ እዞም ሕጂ ክሪኦ ደልዮ ደለኹ ኣብ ናይ ሻድሻይ ክፍሊ ዘለዉ ብዙሓት ቤተሰብ ገሊኦም ዝደለይዎ ቤት ትምህርቲ ስለ ዘይበፅሖም ዓቕሎም ዝፀበቦም ኣለዉ ገሊኦም ደቆም መርመራታት እቲ ክገብርዎ ዝደልዩ ክበፅሕዎ ዝደልዩ ወይ ከዓ ክኸድዎ ዝደልዩ ቤት ትምህርቲ መርመራ ጌርካ ስለ ዝሕለፍ ደይሓለፉ ኣለዉ ካብኡ እውን ደቀይ ከማን ኣብዚ ተተኻፊሎንኦ ነይረን እየን ኖርማል እዩ እንዲ ሓለፈ እውን ኣለዋ ግን መወዳእታ ኣብቲ ዝበለፀ ቤት ትምህርታት ኣትየንን ሕጂ ክትስከፉ ከይትስከፉ ከይትፈርሑ ኢለ እየ ከባራትዓኩም እየ ደልየ ዘለኹ ብጣዕሚ ከቢድ እዩ ኣብዚ ዕድመ እዚ ብፍላይ ብፍላይ ገሊኦም ወለዲ ንደቆም ባዕሎም ክኸዱ ክሰድዎም ከለዉ በቃ ፓኒክ እዮም ዝኾኑ ፍርሒ ኣሎ እንታይ ክኸውን በቃ ግን ናይ ከምኡ ስለ ዝኾነ እስኻ ሒዝካዮ ክትነብር ስለ ዘይክእል ወድኻ ወይ ጓልካ ካባኻ ከይዱ ባዕሉ ርእሱ ክኢሉ ዝኸደሉ ተማሂሩ ዝመፀሉ እዩ ሕጂ ካብዚ ብፍላይ ኣብ ቤት ትምህርቲ ኣፕላይ ገይሮም ወይ ከዓ ኣብ ቤት ትምህርቲ ዝደልይዎ ገይሮም ሕጂ እቲ ቤት ትምህርቲ ከዓ ብመርመራ ጌርካ ስለ ዝሕለፍ ኣይደለይዎን ከምቲ ዝበልክኹም ደቀይ እውን ገይረንኦ ገሊአን ገይረንኦ ደይኣተውኦ እውን ኣለዋ ስለ ዝኾነ ኩሉ ይኮነን ደኣቱ ኩሉ ይኮነን ናብ ሓደ ቤት ትምህርቲ ናብቲ ዝበለፀ ቤት ትምህርቲ ድዩ ናብቲ ዝበለፀ ነገር ዝኸይድ ብዘይገድስ ከዓ ሓደ ሓደ ግዜ ከዓ ዝበለፀ ቤት ትምህርቲ ጥራይ ዘይኮነ ዝበለፀ ቆልዓ እውን ክኸውን ይኽእል እዩ ግን ቆልዓ ኩሉ ግዜ ኩሉ ግዜ ብፍላይ ካብ ሰከንደር ስኩል ካብ ካልኣይ ደረጃ ዘበለ መንእሰይ ቲን ኤጀርስ ገፆም ክኸዱ ከለዉ መንእሰይ ኩሉ ግዜ ኣብዚ ክንርዳእና ዘለዎ መንእሰይ ኩሉ ግዜ ሓድሽ ነገር ናይ ምግባርን ሓድሽ ነገር ናይ ምልምማድን ሓድሽ ነገር ናይ ምፍታንን ባህሪ ኣለዎ ኣብዚ መጀመርያ እዚ ሒዝኩም ክትከዱ ኣለኩም። መንእሰይ ኩሉ ግዜ ሓድሽ ነገር እዩ ዝደሊ። ሓድሽ ነገር ምፍታን እዩ ዝደሊ። ይርኢ፣ ይሰምዕ፣ ይገብር ከኣ። ስለ ዝኾነ ኣብዚ ፓኒክ ኮይትኾን ኢለ እየ። ግን ሕጂ ናብቲ ዘድልየኒ እሞ ክምለስ እቶም ወለዲ እዚ ዝሰርሓሉ ዘለኹ ቆልዓ ወዶም መርመራ ገይሩ ኣብቲ ዝበለፀ ትምህርቲ ክኣቱ ትምህርቲ ደልዮሞ ነይሮም ማለት እዩ ኣይ ኣይ በፅሖን ከዓ ኣይ ኣይምፀን ኣይነፍዐን ድዩ ዋላ ኣይምፀን ኮታ ከምኡ እዩ መርመራታት ሕጂ እንታይ ኢላኒ እዚ ኩሉ ኣሕ ኣይፈልጥን እየ ነይረ በቃ ዓዲ ክንቅይር ኢና ማለት ካብ ለንደን ሲ ክንወፅእ ኢና ኢላትኒ ዋ ስለምንታይ ኢለያ ሰንቢደ ንገዛ ኣርሰ ኣይተፀበኽዎን ንሳቶም እውን ኣይተፀበይዎን ግን ኣብ መወዳእታኣ በቃ እቲ ትምህርቲ መ- በፂሕዎ እቲ በፂሕዎ ዘሎ እቲ ዝተቐበሎ በቲ ከም ዞና ከዓ እዩ ዞናና ማለት ኣብዚ ዓዲ ማለት እዩ ኣብቲ ዝቀረበ እዮም ደእትውካ ዝምድቡካ ትመርፅ ኢካ ምርጫ ቡካ ዳሓር ኢሎም ኢሎም ፅቡቅ ይኹን ሕማቅ ይኹን ኣብቲ ጥቃካ ዘሎ እዮም ደቅርቡልካ ገለ ገሊኡ ከዓ ርሕቅ ዝበለ ከዓ ከምቲ ዝበልክዎ ብመርመራ ጌርካ ትሓልፎ ኣሎ ግን ሕጂ ብዘይገድስ ሕጂ እንታይ ኮንክ ኢልያ እቲ በፅሒ ኣየምፀን ኣይበለን እቲ ቆልዓ እውን ብለኒ ነይሩ እዩ ምሕረት ኣነ ናብዚ ክኸይድ ታእሽሙ ይብለይን ኣነ እዚ ዝገብሮ ዘሎ ይግደድ እየ ደለኹ እምበር ደቅና ኣነገድድ ክንህሉ ይግደድ እየ ደለኹ እምበር ንብላሽ እዮም ዝኸፍሉ ደለዉ እምበር ብስርዓት እዩ እንታይ ሽም ዝገብር ነይሩ ግራመር ስኩል ዝብልዎ እዩ ላቲመር ዝብልዎ እዩ ከዓ ትደልዩ ነይሩ ሓሲቦሞ ነይሮም እቶም ስድራ ማለት እዩ እቲ ቆልዓ ግን ብለኒ ነይሩ ከመይ ትገብር ኣለካ እንታይ ትኸይድ ኣለካ እወ የምህሩን ኣለዎ መፅኡ ዝምህረኒ ኣሎ ኣነ ፅቡቅ ሰርሕ ኣለኩ ፅቡቅ ከዓ ገብር ኣለኩ ግን ስጋዕ ክንድቲ ግን ኣይኮንኩን መጀመርያ ቆልዓ ደይደለየ እንተገዲድናዮ ታሽም ኣይኮነን ሕጂ ከምኡ ብለኒ ነይሩ እሱ እቲ ባዕልቲ ቆልዓ ሕጂ ከዓኒ ኣይምፀን እቲ ዝደለዮ ኣይምፀን እሱ ኣይገደሶን ምክንያቱ ኣነ ኢለ እየ ካብ ቀደመይ ኣብ ዝኮነ ቤት ትምህርቲ ምስ መሓዙተይ ክኸይድ እየ ኢሉ ሕጂ ናይ ወለዲ እቲ ቀንዲ ልዩኒ ዘሎ ኣብ ወለዲ ዘሎ እዚ ፍርሕን ፓኒክን ሒዙና ወይ ከዓ ብፍርሒ ተኣሲርና ንገዛእ ርእስና ተሓሲርና ንገዛእ ርእስና ዓቕልና ፀቢቡና ነቶም ደቅና ዓቕሎም ከይነፅበሎም ኢለ እየ ሕጂ እዚኦም ገዛ እንታይ ኢላሃኒ ብቀዳማይ ክንቅይር ካብዚ ለንደን ሲ ክንወፅእ ይ በቃ መጀመርያ ደቀይ ዓብይ ገዛ ከመይ ዝኣምሰለ ገዛ እዩ ዘለዎም ኣብዚ ዓብይ ገዛ ሰሪሖሞ ከመይ ዝኣምሰለ ገዛ ገይሮም ሰሪሖሞ ብጣዕሚ ፅቡቅ ገዛ እዩ ዘለዎም ዓብይ ገዛ ክንረክብ ወደይ ከም ድላዩ እቲ ዝፃወት ጋርደን ይረክብ ማለት ዓቢ ካንቸሎ ይረክብ ደቂ ከምኡ ይኮኑ ገለ ኢላ መቸም እንታይ ሽሙ ኮይና ግን ኣነ ዓይነታይ ተረዲእኒ እቲ ትምህርቲ ዝደለይዎ ስለዘይረኸቡ ሕጂ እቲ ትበፂሕዎ ዘሎ ትምህርቲ ቤት ከዓ ስለዘይደለይዎ ካልኣይ ነገር ከዓ እቲ ገዛ እውን ተሸይጡ ብዙሕ ከምፅዩ ካልኣይ ነገር ሳልሳይ ነገር ከዓ ዓዶም እዩ ኣብ ዓዲ እንግሊዝ ስለ ዘለዉ እሳቶም ኣፖርቹኒቲ ኣለዎም ከይዶም ኣብቲ ንእስ ዝበለ ዓዲ ላሸ ኣብቲ ንእስ ዝበለ ኮሚኒቲ ምስ ደቀይ ዘለዎ ንእስ ዝበለ ኩሉ ንፈልጦ ኣብኡ ከዓ ይመሃሩ ኢሉ እዚ ኩሉ ዝመርፆ እዩ ግን እዚ ክገብሩ ዕድል ኣለዎም ገዝኦም ሸይጦም ድዮም ገንዘቦም ኣልዎም ድዩ ኣለዎም ስለዝኮነ ድላዮም ክገብሩ ይኽእሉ እዮም መርሓባ እዚ ፀገም የለን ክቕይሩ ድዮም ኣይቅይሩ እንድዒ መስከረማት ይኽረ ክኸይድ ኣለዎ ማለት እዩ ሕጂ ናባና እየ ክመፅ ደልየ ዘለኹ ናባና እየ ክመፅ ደልየ ዘለኹ እዚኦም ዕድል ኣለዎም ከምኡ ክገብሩ ዕድል ዘለኩም እንተኮይኑ እውን ክትቅይሩ ትኽእሉ ኢኹም ናብ ካልእ ዓዲ እውን ክትከዱ ትኽእሉ ኢኹም እሱ እውን እንተኾነ ኣብ መንጎ ከይድኩም ኣብ መንጎ ፃዕዱ ኣብ መንጎ ማንም ሓበሻ ዘይብሉ ኢኹም ደቅኹም ከተዕብዩ ማለት እዩ ዋላ እንተገበርኩም እውን እቶም ዘለኩም ማለት እየ ኣነ እሱ ምርጫ እንድዩ እቶም ደቅና ዘይ ከምዚ ክንገብር ዘይንኽእል ክንቅይር ዘይንኽእል እሞ ኣብ ሕማቕ ቤት ትምህርቲ እዩ በፂሕዎም ዘሎ ከምዚኦም ኮይኖም ዘለዉ እንታይ ክኸውን እየ እንታይ ክኾኑ እዮም እዚ ቤት ትምህርቲ እዚ ብርግፅ ቤት ትምህርቲ ኣገዳሲ እዩ ብርግፅ ፅቡቕ ቤት ትምህርቲ ወድኻ ናብ ወይ ከዓ ደቅኻ ናብኡ ክትሰድድ ፅቡቕ እዩ ግን ኩሉ ቤት ትምህርቲ ከዓኒ ሓደ ኣይኮነን እንደገና ኩሉ ቤት ትምህርቲ ከዓ ሕማቅ ኣይኮነን ዋላ እቲ ሕማቅ ትብሎ ቤት ትምህርቲ እውን እቲ ውላድካ ለውጢ ከምፅእ ይኽእል እዩ ዋላ ብኮይኑ ሕዚ ከይትጭነቁ ኢለ እየ እዚ ቤት ትምህርቲ እዚ እንዲ በፂሕዎም እዚ ቤት ትምህርቲ እንዲ ኮይኑ እዚ ብምንታይ እቲ ቤት ትምህርቲ እውን ብምንታይ ሕማቅ ክትርእይዎ ኣለኩም ሕማቅ ድዩ ጽቡቅ ድዩ እቲ ቆልዓ ሕጂ ኣነ ዝሰርሓሉ ወይ ከዓ ደዕበኹ ቆልዓ ማለት እዩ ብሓፂሩ ወደይ እዩ ብተዘዋዋርሲ ወደይ እዩ ብተዘዋዋርሲ እሱ ሕጂ እቲ ቤት ትምህርቲ ባዕልና ከይደ ድሓር ጉግል ገይረ ክሪኦ ጀሚረስ እዚ ትምህርቲ እዚስ መንገደይ ከዓ ስለዝኮነ ኩሉ ግዜ ሪኦ እየ ባእሲ ጭቅጭቅ ገለ ገለ ሪኦሉ ይፈልጥ እኒኦ እሞ ፅቡቅ እንዲ ትምህርቲ ኢልያ ግን ብሓፂሩ እቲ ኮሚኒቲ ኣደልያሳ ኮሚኒቲ ከምኣ ዝኣምሰሉ ሰባት ዘለዎ ከማከማታቶም ፃዓዱ እዮም ደልዮም ማለት እዩ ኣብዚ ምስ ኩሉ እዮም ዓብዮም ማለት እዩ ኣብ መወዳእታ ግን እቲ ናቶም ኮሚኒቲ ደልዮም ኣሎ እቲ ናቶም ሕብረተሰብ እቲ ናቲ ትምህርቲ ኣብኡ ከዓ ቆልዓ ኣብ ንእስ ዝበለ ዓቢ ኢላ ፅቡቅ እዩ ፅቡቅ ሓሳብ እዩ ንዓና ግን ንዓና ንዓና ወለዲ ከም ሓበሻ ወይ ከዓ ከም ኤርትራውያን ግን ደቅና ደቀይ ኣብቲ ተመደቦ እዩ ኣብቲ መንግስቲ ዝመደበተን እያ በፅሕዎን እምበር እቲ ንሕና ድመረፅናዮ እውን ኣይበፅሐናን ስለ ዝኾነ ወለዲ ኣብዚ ህድእ ክትብሉ ይፅበየኩም ፅቡቅ በፂሕዎ ፅቡቅ ኣይበፅሖን እቲ ቆልዓ ፅቡቅ እንተኮይኑ ፅቡቅ ክኸይድ ይኽእል እዩ ጸገም የብሉን ስለምንታይ ድየ መሲልኩም ካብ ምሕር ነቲ ቤት ትምህርቲ ምፅላእ ወይ ከዓ ካብ ምሕር ነቲ ቤት ትምህርቲ ኣብ ርእስና እቲ ዝደለናዮ ቤት ትምህርቲ ስለ ዘይበፅሖም ነቶም ቆልዑ ተፅዕኖ ከነሕድረሎም ንኽእል ኢና ከምዚ ብዝመፅዎ ዓቕሎም ተፅበሎም ከምዚ በቃ ጠፍኡ እከዱ እንታይ ተረኺቡ ከምዚ ክንብል ንኽእል ኢና ሕጂ ነቲ ቆልዓ ዳኣይና ነቲ ውለድና ዳኣይና ከመይ ጌርና ስሒልና ወይ ከዓኒ ነቲ ቆልዓ ዳኣይና ከመይ ጌርና ኣብቲ ዘለዎ ኮይኑ ፍሎሪሽ ክገብር ክዕንብብ ወይ ከዓ ፅቡቅ ክኸውን ንደሊ እምበር ቤት ትምህርቲ ስለ ዝቀየርና እውን ኣይኮነን ኣብቲ ዓበይት ቤት ትምህርትታት ድብል ኣብቲ ፅቡቅ ቤት ትምህርትታት ዝበሃል እውን ኣብኡ ክንደይ ነገር ኣሎ ስለዝኾነ እዚ ኣይትፍርሕዎ ዋላ ከምቲ ዝበልኩኹም ኣድላይ እኳ እንተኾነ ኣይትፍርሕዎ ምክንያቱ ክንደይ ቤተሰብ ሻቁሎት ስለ ዘለ እቲ ዝደለይዎ ቤት ትምህርቲ እቲ ዝደለይዎ ቦታ እቲ ዝደለይዎ ስለ ዘይበፅሕዎ ስለ ዘይበፅሖም ብጣዕሚ ዝሸቀሉ ዘለዉ ቤተሰብ እፈልጥ እየ ምናልባሽ እስኻትኩም ካብኦም ክትኮኑ ትኽእሉ ኢኹም ከምቲ ዝበልኩም ደቂ እውን ዝተመረፀ ቤት ትምህርቲ ክኮነን ከይደን እቲ ዝነበርክዎ መጀመርያ ቀዳማይ ደረጃ ዝመሃራሉ እዚ ፕራይመሪ ስኩል ንብሎብሲ ከምአን ቋንቋ ደይፈልጡ ከምአን ኩሉ ኩሉ ሰላሳ ዓመት ተቐሚጦም ኮይኖም ቋንቋ ደይፈልጡ ሓበሻ ዝበሃል ከማ ናይ ነበረ ናብቲ ቤት ትምህርቲ ወላ ሓንቲ ዘይብሉ እዩ ተማሂሩ እተን ቆልዑ ግን እተን ቆልዑ ከምአን ዝኣምሰላን ግን በሊፀን ወፅኤን እየን ዋላ ነቲ ቤት ትምህርቲ ከማ ከፀውዐኦስ ተገይሩ እዩ ሕጂ ኣነ እንታይ ክብለኩም ደለኹ ደልየ ደለኹ መስለኪ ኣብ ደቅና ዘሎ ዋላ ደቅና እውን ምናልባሽ ብናህና ዓይኒ ደይንፉዓት ሕማቓት ብከም ገለ ክስምዓና ይኽእል እዩ ክኾኑ እውን ይኽእሉ እዮም ከመይ ጌርና ነባራትዓዮም ከመይ ጌርና ንሐይሎም ከመይ ጌርና ብሉፃት ንገብሮም ደኣ እምበር ብፍርሒ ተዋሒጥና ንትምህርቲ ፀሊእና ነቶም ቆልዑ ፅሊ ናይቲ ቤት ትምህርቲ ናይታ ቤት ትምህርቲ ባዕላ ኣእቲና መሊስና ፅል ከይነምፃሉ ከይፀልእዎ ነቲ ቤት ትምህርትስ ከይፀልእዎ ምክንያቱ ንሕና ፀሊእናዮ ስለ ዘለና እቶም ደቅና ክፀልእዎ ክእሉ እዮም ክንጥንቀቕ ኢለ እቶም ደቅና ከዓ ካብኡ ከዓ ብመንግስቲ ኣብኡ ተመዲቦም ስለ ዘለዉ እታ ቤት ትምህርቲ ቤት ትምህርቶም እያ ስጋዕታ ኣብኣ ዘለዉ ማለት እዩ ሕጂ እታ ክብለኩም የደሊ መስለኩም ህድእ ክንብል ንገዛእ ርእስና ሃዲእና ንደቅና ከነህድእ ዓቕሎም ከይጸበን ከይጸልኦኦ ሰብ ቤት ትምህርቲ ወይ ከዓ እቲ ቦታ እንተጸሊእዎ ዋላ ንክመሃር ዋላ ከመይ ዝኣምሰለ ቤት ትምህርቲ ይኹን እቲ ቆልዓ ነቲ ቤት ትምህርቲ እንተጸሊእዎ እቲ ቆልዓ ፈጺሙ ኣይሕጉስን እዩ ዋላ ንፉዕ ክኸውን እውን ኣይክእልን እዩ ስለምንታይ እንተደኣልኩም ኦረዲ ነቲ ቤት ትምህርቲ ጸሊእዎ ኣሎ ሕጂ እንታይ እየ ክብለኩም ደልየ ዘለኹ፣ ርእስና ኣብ ልዕሊ ርእስና ኣብ ልዕሊ እቲ ቤት ትምህርቲ ዘለና ጽልኢ ነውጽኣዮ። ክንጸልኦ ንኽእል ኢና፣ ብዝተፈላለየ ምኽንያት ክኸውን ይኽእል እዩ። ግን ደቅና ካብኡ ዓምቢቦም ክወጹ ይኽእሉ እዮም። ንደቀይ ከምኡ እብለን ነይረ፣ እስኻትክን ኣብ ምድረ በዳ ኮለኽን ዕምባባ ኢኽን፣ ኣብቲ ማይ ዘይርከቦ ቆጽሊ ኢኽን እብል ነይረ። መጀመርያ መጀመርያ ንደቅና ፖዚቲቭ ነገር ኣብ ርእሶም ከነእትወሎም ኣለና። እስኽን ፅጌሬዳ ኢኽን ይብለን ነይረ ኣብ ምድረ በዳ ዶ ፅጌሬዳ ይበቁል እዩ ኣብ ምድረ በዳ ዶ ዕምባባ ትርኢ ኢኻ ኣብ ምድረ በዳ ዶ ቆፅሊ ትርኢ ኢኻ ኣይትርኢን ኢኻ ንደቀይክን ከምኡ ብለን ነይረ ዋላ ኣብቲ ሕማቕሲ እስኻትክን ንፉዓት ክትኮና ትኽእላ ኢኽን ኣብቲ ሕማቕ ቦታ ኣብቲ ሕማቕ ቤት ትምህርቲ እስኽን ብሉፃት ክትኮና ትኽእላ ኢኽን ብለን ነይረ ብሉፃት ከዓ ኮይነን ወፅየን ናይ ብሓቂ ማለት እየ ድሓር ከዓ ሕማቕ ቆልዓ የለን ሕማቕ ዝበሃል ቆልዓ የለን። ስለ ዝኾነ ንደቅና ብሕማቕ ወይ ከዓ ንፍዕቲ ኮነትን ንፉዕ ኣይኮነን ዝብል ኣብ ርእሶም ኣይነሕድረሎም። ንሕና እውን ክንሃድእ ኣለና። ህድእ ብጣዕሚ ናይ ቤተሰብ ምህዳእ፣ ናይ ቤተሰብ ፅቡቕ ነገር ኣብ ልዕሊ ቆልዓ ምውፃእ፣ ናይ ቤተሰብ ኣብ ልዕሊ ቆልዓ ፖዘቲቭ ነገር ምውፃእ ኣዝዩ ኣዝዩ ኣዝዩ ኣድላይ እዩ። እሲ ካብ ንእሽተይ ዕድሚኡ ጀሚርካ እንዲኻ ትገብሮ፣ ኣብዚ ከዓኒ ናብ ካልእ ካብ ሓደ ንእሽተይ ናብ ሓደ ገፊሕ ቦታ ኸይድ ስለ ዘሎ ከዓ ኣብዚ ናይ ሓቂ ኣድላዪ እዩ ኣብ ውሽጡ ኮንፊደንት ክትገብረሉ ኣብ ውሽጡ ንፉዕ ምዃኑ ኣብ ውሽጡ ክትገብሮ ትኽእል ኢኻ ዋላ ሎሚ እንተዘይተረድኣካ ፅባሕ ክርድኣካ ይኽእል እዩ እምበር በቃ እንታይ ክትከውን ኢኻ እዚ ቆልዓ እዚ ከምዚ ዶ ክኸውን እዩ ንፉዕ ዶ ክኸውን እዩ ንፉዕ ኣይኮነን ሕማቕ እዩ ረባሺ እዩ ቆልዓ ክቕየር ከዓ ይኽእል እዩ ከምቲ ዝደልዮ ከምቲ ካልእ ክፍትን ዝደሊ ከምቲ ነገራት ኩሉ ክበፅሖ ዝደሊ ቤት ትምህርቲ እውን ካብ ዜሮ ተበጊሱ ክሊክ ክገብር ይኽእል እዩ ክልተ ደቂ ኣለዋ ንክልቲኤን ዝተፈላለያ እየን እቲ ሓንቲ ብጣዕሚ እዩ ካብ ቆልዓ ጀሚራ ናይ ምንባብ መፅሓፍቲ ናይ ትምህርቲ ናይ ገለ ናይ ገለ እያ እቲ ሓንቲ ከዓ ፀወታ ትፈቱ በቃ ዋላ ምንባብ ድፅላኣ ከምታት እያ ነይራ ግን ክሊክ ትገብር ኢኻ ድሓር ግን ሓደ መዓልቲ ብድድ ኢላ በቃ ስዊች ኦፍ ሕጂ ማስተር ክትምረቕ እያ ማለት ክትገብር እያ ክትውድ እያ ሕጂ ሕጂ እንታይ እየ ክብለኩም ደልየ ዘለኹ ንቆልዓ ጌና ንእሽተይ ከሎ ከተባራትዖ ጥራይ እዩ ዘለካ ነገራት ክገብር ነገራት ከምፅእ ከዓኒ ቁሩብ ክትከውን ኣለካ ግድን እዩ መንእሰይ ብፍላይ ኣብዚ ዕድመ እዚ ዘሎ ብፍላይ ኩሉ መንእሰይ ስጋ ዓሰርተ ሸሞንተ ዓመት ዘሎ ስጋዕቲ ንባዕሉ እዩ ዝርድአኒ እዩ ዝብል ሓድሽ ነገር ክገብር ግድን እዩ ሓድሽ ነገር ገይሩ ናባኹም ስለ ዝመፀኩም ወይ ገለ ነገር ስለ ዝገበረ ገለ ነገር ከይስማዕኩም ኢለ ሓድሽ ነገር ክገብር እቲ ትማሊ ኣብ ብኢድኩም ሒዝኩሞ ትመጹ ዝነበርኩም ቆልዓ ኣብጺሕኩሞ ትመልስዎ ዝነበርኩም ቆልዓ ሓደ መዓልቲ ደንጉዩ ክመጸኩም ይኽእል እዩ ሓደ መዓልቲ ከም ገለ ዓይነት ኮይኑ ክመጽእ ይኽእል እዩ ሓደ መዓልቲ ክዳና ጠውያ ጠውያ ጠውያ ጥራሕ ነብሳ ዝመስል ኮይና ጓል ክትመጸኪ ትኽእል እያ ምክንያቱ ሓድሽ ነገር ናይ ምግባር እዚ ባህርያታዊ እዩ ቆልዑ እዮም ከምኡ ገለ ነገር ክገብሩ ኣለዎም ገሊኦም ካብ ባዕሎም መፅእ ገሊኦም ከዓ ካብ ካልኦት ወስድዎ ገሊኦም ከዓ ይግደዱ ፈትዮም ደይኮኑ ብግዲ ብመሓዙቶም ተፅዕኖ ድዩ ወይ ፋራታት ከይበሃሉ ድዮም ወይ ድሑራት ከይበሃሉ ድዮም ወይ ገለ ከዓ እንታይ ይገብሩ ነቶም ካልኦ ሰባት ክመስሉ ናይ ግድን እዩ ኣነ ከዳልወኩም ኢለየ ኣእምሮኹም ክዳሎ ኢለየ ዋላ እታ በቃ ንፍዕቲ ዋላ እታ ንፉዕ ትብሎ ዋላ ሓደ ነገር ገለ ገይሩ እዩ ክመፅእ ይኽእል እዩ ስለዝኾነ ተዳለው ንዕኡ ማለት እየ ግን ንስኻትኩም ብርቱዓት ወለዲ ኩኑ ተቋየቑቲ፣ ተጻረፍቲ፣ መኛታ፣ ብዝመጽዎ ነገር፣ ብዝመጽዎ ቆይቋ፣ ብዝመጽዎ ኣበይ ጸኒሕካ፣ ኣበይ ጸኒሕ ኣይንበል ኣይኮንኩን ዝብል ዘለኹ። ኣነ ካብተን ብርቱዓት ደቂ ኣንስትዮ እየ፣ ብርቱዓት ኣዴታት እየ። ከምዚ ሸለል መለል ዝብል ኣይኮንኩን። ሓንቲ ተዛሪበ ከማን ማንም ቅድሚ ትሕሊ ዝብለኩም ኣፉ ዝኸፍት ሰብ የለን። ዋላ ዝሪኦም ቆልዑ ይኹኑ ዋላ ደቂ ይኹና ግን ብኣፍልጦን ብርድኢትን እየ ዝገብሮ። ኩሉ ግዜ ከዓ ሚኒና ይብልን እየ። ሕጂ እንታይ ክብል እየ ደልየ ከዳልወኩም ኢለ እየ ነገራት ክትሪኡ ከለኹም ሓድሽ ነገር ክትሪኡ ከለኹም ውላድኩም ሓድሽ ነገራት ሒዞምልኩም ክመፁ ከለዉ ወላ ብትምህርቲ እውን ዘይግድሾም ክኾኑ ክኽእሉ ከለዉ ገለ ነገራት ክኾኑ ክኽእሉ ከለዉ ተዳሊኹም ክትፀንሑ እሞ ንዕኡ ዝኸውን መልሲ ክህልወኩም ኢለ እየ ነቲ ዝመፅ ዘለካ ልምዓት ካልእ ግዜ ክመፆ እየ ተዳሊኹም ድልዋት ክትኮኑ ንደቅ ምስ ደቅኹም ኢለ ስለዝኾነ ሓድሽ ነገር ክገብሩ እዮም ርኢኹሞ ርኢኹሞን ሰሚዕኩሞን ዘይትፈልጡ ነገር ክገብሩ እዮም ክድንጉዩ እዮም ዋላ ብዙሕ ነገር ክገብሩ እዮም መንእሰይ ሓድሽ ነገር ናይ ምግባር ድልየት ኣለዎ ኣብዚ ግን ወለዲ ክንድምንታይ ድልዋት ኢኹም ንደቅኹም ብፖዚቲቭ ነገር ብፅቡቕ ነገር ክትመልሱ እመኑኒ ብሓይሊ ዝምለስ ነገር ብፅፍዒት ዝምለስ ነገር ብቆዮቛ ዝምለስ ነገር ኣይትቋየቑ ማለት ኣይኮንኩን ኣይትበርትዑ ማለት ኣይኮንኩን ጠጠው ኣይትበሉ ማለት ኣይኮንኩን ኣይትዛረቡ ማለት ኣይኮንኩን ግን ዝግበር ነገር የለን መንእሰይ ካብታ ዝደለያ ከይገበራ ዝዓርፍ ቆልዓ የለን እንተ ደኣ ደልዩ ስለዝኾነ ብፍላይ ብፍላይ እዚ ሻውዓይ ክፍሊ ክኸዱ ከለዉ ኣብዚ መጀመርያ ሻውዓይ ሻምናይ ደሎ ደሓን እዮም ስጋዕ ክንድቲ በቃ ጥዑም እዩ ሓድሽ ነገር እዩ ንዓታቶም ኩሉ ነገር እዩ ዋላቲ ትምህርቲ ደልይዎ እዮም ኩሉ ነገር ኣሎ ገሊኦም ከዓ በቃ ሰከንደሪ ስኩል ስለዝኾኑ ዝኸዱ በቃ ዝዓበዩ ንሶም ዝፈልጡ ንሶም ካባኹም ንላዕሊ ዝተረድኦም ንሶም ንፋዓት ብፍላይ ቋንቋ ዘይትፈልጥ እንተኮይንካ ከምኦም ተዓፃፃፋይ እንተዘይኮይንካ ከምዚ ኣነኣእስ ከብሉካ ፍትን እዮም ማማ ኣይትኽእልን እያ ኣይትዛረብን እያ ከምዚ ቋንቋ የብላን ወይ ከዓ ክስሕቁካ ብዙሕ ነገር ክገብሩ ይጅምሩ እዮም ስለዝኾነ ወለዲ ኣብዚ ጠጠው ክንብል ኣለና ካብ ንእሽኦም እንዲና ክንምህሮም ዘለና ቀደም ዝሰራሕክዎ ኣሎ ካብ ብቆልዕኦም እንዲና ክንምህሮ ይኹን ዘለና ሓደ ቆልዓ ብፍልጠት ክዓብየካ ክእልን እዩ ብኤክስፒሪየንስ ግን ክዓብየካ ኣይክእልን እዩ እንተኾነ ምስኦም ንኺድ ምስኦም እንዳተምሃርና ጎኒ ጎኖም ንኺድ ላዩ ከምቲ ሰም ዝበፅሖ እኳ ክንበፅሕ ተደይከኣልና ግን ቁሩብ ዋላ መፅሓፍ ተንብብ ዋላ ምስ ሰብ ትራኸብ በቃ ብዙሕ ነገር ኣሎ ሕጂ እንታይ ክብል እየ ደልየ ስድራ ቤት ተዳለዎ ኣብዚ ከምዚ ከፈራርሓኩም ኢለ ኣይኮንኩን ደቅና ፅቡቅ ንክኸዱ ናይ ግድን እዩ ክፍትኑ ከዓ ናይ ግድን እዩ ካብ ገዛኻ ንውሕ ዝበለ ክዳን ገይረ ንወፃ ዩኒፎርም ኢና ንገብር ኣብዚ ዓዲ ዩኒፎርም እዮም ዝገብሩ ደቅና ደስ ብለካ ስኢቲ ፅቡቅ ነገሩ ኣለዎም በቃ ንውሕ ዝበለ ገይረ ንኸዳ ድሓር ጠውዮን ጠውዮን ኣብዛ መዓኮረን የብፅሓ ሕጂ እዚኣስ ኣብ መዓኮር ኣብፂሕካያ ኢልካ ዲኻ ኣልግስዮ ክትብላ ኢኻ ከመደ መጠን ከቦ መጠን እንታይ እዩ እዚ ክትብላ ኢኻ ኪድ ምስ በልካ ከዓ ሳኺድ ምስ ከልካ ወይ ከዓ ኣብስጥቃ ቤት ምስ በፀጥካ ጥውያ ጥውያ ክትገብራ ምሳኻ ጀልጊዳ ክትወፅያ ክትመፅእ ከላ ከዓ ክስከደት ኣብ መንገዲ ከዓ ጥውያ ከተብላ እያ ሕጂ እስጋ ሓንቲ ትኽስታይ ስ ክንገብረሉ የብልናን ወለዲ እስከም ሸለል ከምዚ ሸለል ክብል ከለኹ ሲ ዋላ ሓደ ሓደ ግዜ ሲ ተረዲኡና ከሎስ ከም ዘይተረድኣና፣ ሰሚዕና ከለናስ ከም ዘይሰማዕና ክንከውን ኣለና። ብዝመጽዎ ብዝወጽዎ ክንቋየቖን ክንዛረብን እንተደኣ ጀሚርና ግን ኣይክጥዕሞምን እዩ፣ ንዓና እውን ኣይክጥዕመናን እዩ። ሓደ ሓደ ግዜ ፌክ ትኸውን ፊንቶ በቃ ሓንቲ ዘይርድኣካ ሓንቲ ዘይትፈልጥ ዓሻ ትኸውን እርድኡኻ እዮም ከዓ ሓሲኻ ፌክ ኮንካ ትዛረቦም ከም ዘለካ ከዓ ኣፀቢቆም ርድኦካ ዝኾነ ነገር ከዓ ክንገዝአሎም ከሎና ዋላ ዩኒፎርም ምስ ፅቡቕ ሕፅር ድበለ ድፈትዋ እንተኮይነን ሕፅር ድበለ ፅቡቕ ገለገሊአን በቃ ኣብ መንጎ ብርክን ካብ ብርኪ ትሕት ትበለን ካብ ብርኪ ልዕል ድበለን ክዳን ኸድንአን እሞ ጀልፈፍ ጀልፈፍ ጀልፈፍ ብላ እፀልኦ ዋላ ኣነ ፀልኦ ከምቲ ዝደልዮ ንክልተ ዓመት ተኮይኖም ክገብርዎን ንክልተ ዓመት ዝክደንዎን ክኮን ኣለዎን ከምዚ ሰለስተ ኣርባዕተ ዓመት ከክብድዶም ኢልካ በቃ ነዞም ቆልዑ እዚ ብሌዘር እዚ ዓብዪ ጃኬት ከሪኖም በቃ ክንድገለ ኣረግቶ ሰብኡ ትመፅሉ ወዲ ወዲ ዓሰርተ ሓደ ዓሰርተ ክልተ ዓመት ኩሉ ግዜ ንዕኦም ድሰማምዖም ምስኦም ዝኸይድ ዋላ ንሕና ከዓኒ ኣነ ንገዛእ ርእሰ ጀልጋድ ክዳን ኣይፈቱን እየ ከምዚ ኣብ መንጎ ካብ መንጎ ብርክኻን ካብ መንጎ እዚ ኣብ መንጎ መንጎ ዘሎ ኮታ ዋላ ሕጂ ኣይፈትዎን እየ ነዊሕ ወይ ነዊሕ ወይ ከዓኒ ካብ ብርካ ትሕት ዝበለት ክዳን እየ ዝፈቱ ስለዝኾነ ዝኾነ ነገር ክንገዝአለን ኮላ ከዓ ክገዝኣ ከለዋ ምስቲ ድልየተን ኬድና ንግዛእ ሓደ ሓደ ግዜ ንቆልዓ ምስ ድልየቱ መንእሰይ ምስ ድልየቱ ክትከይድ ኣድላዩ እዩ ተዘየለ ግን እስኻ ትደልዮ እስኻ ትደልዮ ደኣ እሞ ገርፋፍ እዩ ሕጂ ትቆልዓትስ ገርፈፍ በል ወይ ክንድገለ ዝኸውን ጃካ ከዲንካ ምስ ክራባታ ክፀልኦ እዩ ኣብ መንጎ ኣብ መንጎ መሓዙት እንታይ ክመስል ኣቦኡ ስለዝኾነ ኩሉ ግዜ ዋላ ንገዝአሎም ዋላ ንገብረሎም ተጠንቂቕና ምስቲ ንሶም ድደልይዎ እንታይ ኣለዎ ድዩ ምስ ናይ ደቅና ድሌት ተኸድና ደስ እዩ ዝብሎም ምስ ናይ ደቅኻ ድሌት ክትከሉ ከለኻ ተሰማምዖም ስለ ዘለኻ ዋላ ንዓኻ ሽዕኡ መሓዙቶም ክገብሩኻ ናቶም ክገብሩኻ ኣዝዮም እዮም ድደልዩ ሓሳቦምን ሓሳብካን ኣዝዩ ዝተረሓሓቐ እንተኮይኑ ግን ኣይከውንን እዩ ኣይከውንን እዩ ልክዕ ከምቲ ዘለዎ ከምቲ ቤት ትምህርቲ ከምቶም ቆልዑ ካልኦት ክኸዱ ደቅና ናይ ግድን እዩ ደቅና ካብኦም ዝተፈለዩ ጀልጊዶም ጀጀላጊፎም ክኸዱ ኣይፅቡቕን እዩ ስለ ዝኾነ ነቲ ቆልዓ ናቱ ዝኾነ ኣብ ማእከል ኣትዩሲ ሕጉስ በቃ ኣደይ ከምዚ ከምቲ ኣነ ዝደልዮ ጌርሃለይ ወይ ከዓ ከምቲ ኣነ ዝደልዮ እስታ ክንከምሲ ፅቡቅ እዩ ሕጂ ኩሉ ዲና ከምቲ እሶም ዝደልይዎ ንገብሮ ኣይኮነን ግን መብዛሕትኡ ኣብዚታት እዚ ዳርጋ ናብቲ ናቶም ደረጃ ክንወድቕ ናይ ግድን እዩ። ብዙሕ ንከታተሎ፣ ብዙሕ ንቆጻጸሮ፣ ካልእ ነገር ኣሎ። ካብ ብደገ ዝረኣ እቲ ኣብ ውሽጦም ዘሎ ንክንፈልጥ ወይ ከኣ ንከፍልጡና ክንጽዕር ኣለና። ኣበይ ጉዒሎም እንታይ ገይሮም እንታይ ሰሪሖም ከመይ ነይሩ እንታይ ነይሩ ከመይ ጌርካ ከመይ ኢልካ ዋላ ደንጉዮም መጺኦም ከማን ስለምንታይ ደንጒኻ ኢልካ ካብ ምቊያቕ፣ ደሓን ዲኻ? ተሻቒለ እንድየ፣ ገለ ነገር እንድዩ ገጢሙካ ከይከውን፣ ደሓን ዲኻ? ሕጂ እቲ ደሓን ዲኻ ዝብል እው ኣደይ ኣቦይ ብዛዕባይ ይሻቐሉ እዮም ዝብል እዩ ኣብ ውሽጦም ክኣቱ እምበር በቃ እዚ ክቆጻጸሩኒ እዮም ኮንትሮል ክገብሩኒ እዮም ዝብል ኣይሓድሮን እዩ እንተ ደኣ ኣበይ ነርካ ስዲ በቃ ገለ ምፅእ ከይበለ ጌና ቋፍ ደገ ጌና ቦርስኡ ከይቐመጦ ከሎ ነገር እንተ ደኣ ጀሚርካዮ ግና በቃ ቆፃፅሩን እዮም ድብል እዩ ካባኹም ክርሕቕ ጥራይ እዩ ድደሊ ከመይ ነርካ ተልካዮ ግና ቆልዓ እዋይ ሕጂ ስድራ ስድርኡ ከሻቕል ኣይፈቱን እዩ ስለዝኾነ ኣብዚ ከምዚታት ኣዝና ክንጥንቀቐሉ ዘለና እዩ ሓደ ሓደ ግዜ ዋላ ክዳነን ከምቲ ዝበልኮን ቀዲመ ሓፂር ኮይኑ እንተሪእክዎን ከምዘይ ረኣኹም ክትከዶ ትብቁ ጥራሕ ክትከዱ ኮን እሽተይ ተሪፉ ክኸዓ ትብላ ከምዚ ብላግፂ ገለ ጥራሕ ክደይ ትኸደ ሓደ ግዜ ሓደ ሓንሳብ ሓደ ግዜ ሓደ ሓደ ኣፉ ኣውፂእኺ ዘይትኸዲ ትብላ ከምዘይ ውፅኣ ከምዘይ ትኸይድ ትፈልጥ እያ እንተ ደ ኣውፅእዮ ኣቲ ስዲ ኣቲ ጓዛ ሰበይቲ ኣቲ ገለ ክትብላ ጀሚርካ ጠፊእካ ጠፊእካ ርክብ ዝበሃል የለን ስለዝኾነ ደቅና ብጥበብ ኢና ልቦም ንሕዞም፣ ብጥበብ ኢና ውሽጦም ንረኽቦም፣ ብፍቕሪ ኢና ውሽጦም ንረኽቦም እምበር ብቆዮቓ እብለኩም ኣለኹ ኣነ እብለኩም ኣለኹ ካብ ተዕሽሙ ይኹን ካብ ተመክሮይ ይኹን ካብ ዝሪኦ ይኹን ካብ ዝነበርክዎ ይኹን ብቆዮቓ ትመፅእ ነገር ዋላ ሓንቲ የለን። ኣብ ቆየቋል ዘድልዮ ኣብ ሓቂ ኣብ ርኡይ ኣብ ግልፂ ዝኾነ ከዓኒ ብትሪ ብትሪ ክትቃወሞ ነቲ ዘይትደልይዎ ብትሪ ክትቃወሞ ዋላ ኣብከ ዋላ ፅላእ ዋላ ኺድ ከዓ መሰልኩም እዩ ግን ጥቅምን ብዘይ ጠቅምን ኩሉ ግዜ ቆዮቃ ክኣቱ ክወፅእ ክኣቱ ክወፅእ ኣሕፂርክዮን ዊሕክዮ ዶንጊኺ ኣይ ዶንጊኺ ብዙሕ ነገር ኣሎ ሓሙሽተ ደቂ ዶንግያ ዓሰርተ ደቂ ዶንግያ በቃ በቃ በቃ ሰማይን ምድርን ድግልበጦም ወለዲ ኣለዉ ሎም መዓልቲ ትኽ ኢላ እንተመፅያ ቀልጢፈ ክትመፀካ ትኽእል እያ ፅባሕ ከዓኒ ብካልእ ጌራ ምስ መሓዙታ ተኳል ኢላ እንተመፅያ ከዓ ዶንግያ ወይ ዶንጊ ክመፀካ ይኽእል እዩ ስለዝኾነ ጥበብ ዊዝደም ምስ ደቅና ጥበብ ይኸድልየና ኣነ ከይነ ከይትፈላለዩ ኢለ ንምክንያቱ ንቆልዓ ብጥበብ ኢካ ካብ ውሽጡ ትረክቦ ብፍቅሪ ኢካ ንዕኡ ትረክቦ ስለዝኮነ ፍቅሪ ጌርና ብፍቅሪ ዓሚኩና ብፍቅሪ ኣክቢብና ብጥበብ ከኣ ጥበብ ወለዲ ኣዚና ብፍላይ ኣብዚ ዘመን እዚ ኣብዚ ሃገር እዚ ብጥበብ መሓዙተን ክትፈልጠን ባዕለን ክዛረባኻ ኣፍ ደገ ኢኻ ትኸፍት ኩሉ መዓልቲ ከዓ ንሕና ተዛረብቲ ንኹን ተዛረብቲ ተዛረብቲ ተዛረብቲ ተዛረብ እስኻ ጥራይ ትዛረብ እስኻ ጥራይ ትቋየቑ እስኻ ጥራይ ትፈልጥ እስኻ ጥራይ ወለዲ ጥራይ ተኮይኑ ከመይ ጌርካ ደኣ እሞ እንተ ሰሚዕካዮ ውላድካ ክነግረካ ካብ ተዛረብቲ ኣብዚ ዕድመ እዚ ኣብ ዝኾነ ቆልዓ ኣብ ዝኾነ ካብ ንሕና ክንዛረብ ክንሰምዖ ክስማዕ ደሊ እዩ ብጣዕሚ ክስማዕ ዝደሊ ኣብ ውሽጡ ዝወዓለ ኣብ ቤት ትምህርቱ ዝተገብረ በቃ ምሳኻ ኮይኑ ምስ ወለዱ ከምዚ ምስ ገበረ ድሓር ከምዚ ምስ በለት እና ከምዚ ምስ በለት መምህር ከም ዝኾነ እንተ ደኣ ዕፁ ዕፁ ዕፁ ኣቢልካዮ ግን ኣይትረክቦን ኢኻ ብፍላይ ከዓ ኣብዚ ንእሽተይ ኣብዚ መጀመርያ መጀመርያ ዓመት ክጅምር ከሎ ማለት እየ ስለ ዝኾነ ደቅና ብጣዕሚ ብጣዕሚ ንሕና ክንጥንቀቕ ኣለና ቤት ትምህርቲ ሕማቕ ተኾነ ንሳቶም ክነፍዑ ይኽእሉ እዮም ንሳቶም ዝሓየሉ ኮይኖም ክወፁ ይኽእሉ እዮም ዋላ ሕማቓት ተኾኑ ብከም ገለ በቃ ሓደ ነገር ተረዲእዎም ክለውጡ የምፁ እዮም ቆልዓ ይልወጥ እዩ ሰብ ልወጥ እዩ ክንኣምኖም ከዓ ኣለና ክንኣምኖም ቆልዓ ከዓ ክእመን እደሊ እዩ ሓደ ሓደ ግዜ እኮ ዝገበርዎ ነገር ኢኻ ትቋይቖም ገለ ኢሎምካስ ኣይተኣምኖዎን ኢኻ ዋላ ደይኮነ ከሎ እንዳፈለጥካ ሓደ ሓደ ግዜ ሸለል ትብሎ ነገር ኣሎ እመኖም ውላድካ እንተ ኣሚንካዮ ተኣምኖ ምዃንካ እንተፈሊጡ መጀመርያ ኩሉ ነገሩ ንዓኻ ነግረካ እዩ እንታይ ከም ዝተገብረ እንታይ ከም ዝተባህለ ይነግረካ እዩ ከም ትሰምዖ ከዓ ድፈልጥ እንተ ድርድኦ እንተኮይኑ ከዓ ቀልጢፉ እዩ መፂኡ ክነግረካ ምስ ደቀይ ሙሉእ ለይቲ ንሓድረሉ ነይሩ ብከም ገለ ከም ገለ ኢልና ገለ ንጅምር ክድቅሳ ምስ ከዳ ዋላ ኮፍ ምስ በልና ብገለ ጅመር እሞ ደሓር ከምዚ ምስ ኮነ ከምዚ ምስ መፀት ከምዚ ምስ ኮነት እዚ ምስ ኮነት እዚ ምስ በለ ሕጂ ኣነ ይሰምዕ ደቀይ ኣበየናይ ደረጃ ምስ መን ውዕላ መንየን መሓዙተን ከመይ ዝኣምሰሉ እየን መምሃራነን ከመይ እየን ገለ ከም ኣነ ኮንኩን ዝፈልጦ ሰከንደሪ ስኩል ምስ ከዱ ትፈልጦ ነገር ወላ ሓንቲ የለን ካብ ደቅኻ ብዝመጽእ ጥራይ ኢኻ ኣብ ዓመት ክልተ ግዜ ኢኻ ትኸይድ ናይ ደቂ ናይ ፓረንትስ ኢቭኒን ተጸዊዕካ ኣብ ቤት ትምህርቲ ናይ ካልኣይ ደረጃ ከይድካ ከመይ ኣሎ ወደይ ከመይ ኣላ ጓለይ ኢልካ ትሓቶ ሕቶ ዝሓተካ ሕቶ እውን ሓንቲ የለን ስለ ዝኾነ ካብ ደቅኻ ብዝወፅእ ቃል ኢኻ ኩነታት ትፈልጥ ንሱ ከኣ ትሰምዖም እንተ ኾይንካ ንሱ ከኣ ትርድኦም እንተ ኾይንካ ንሱ ከኣ ቆዮቅ ኣዴቶም ዝሓሎም እንተ ኾይንካ ገለ ኢሎምካ ከማን ከምዚ ምስ ክስቶ ክትከይድ የብልካን ኢልካ ብዙሕ ዕጹብ ተቢልካዮም እም ድሓር ከኣ ምንኣድ ኣነ እኮ ከምዚ ዝብለካ ዘለኹ ሲ ከምዚ ስለ ዝኾነ እየ እምበር ኣነ እኮ ክቋየቕካ ደልየ ኣይኮንኩን ኣነ እኮ ፈሪሐልካ እየ እኮ ኣነ እኮ ከምዚ ከይትኸውን ኢለ እኮ እምበር ንዓኻ ደኣ እንታይ ደለዎ እዩ እዚ ደኣ ኣቕልል ኣቢልካ ነገራት መዛዚና ክንርኢ ኣለና ኣዚና ኣዚና ምስ ደቅና ዝተመዛዘነ ዝተመጣጠነ ብዝተኻእለና መጠን ከዓ መሓዙትና ክንገብሮም ኣለና መሓዛኻ ኩሉ እንዲኻ ትነግሮ ክነግሩኻ መሓዙትካ ትገብረሉ ምክንያት ከዓ ፅቡቅ ዝኾነ ምዝርራብን ምስማዕን መብዛሕቲና ኣይንሰምዕን ኢና መብዛሕቲና በቃ ንዛረብ ጥራይ ኢና ኮፍ ኣቢልካ ኣብ ጣውላ ትዛረቦም ትዛረቦም ትዛረቦም ትዛረቦም ድሓር በድድድድ ድሓር ወዲእካ ካባኻ ወዲኦም ክኸዱ ጥራይ እዮም ዝደልዩ ክትሰምዖም ካብ ንስኻ ክትዛረብ ንሶም ክዛረቡ ካብ ንስኻ ገለ ክትገብር ንሶም ገለ ክገብሩ ኩሉ ግዜ ከዓ ብኦም እቲ ንገብሮ ነገር ስለ ነፍቅሮምን ስለ ንሻቐልን ዳኢና እምበር ንሕና እኮ ከምዚ ክትገብሩ ኣይትኽእልና ኣይኮንናን ኩሉ ግዜ ኩሉ ግዜ በቃ ከም ንሻቐል ንሻቐል ከ ኢና እኮ ግን ሓደ ሓደ ግዜ ንህና ነገር እንታይ ኣሎ መሰኩም ገለ ከይገብሩ ገለ ጥፊኦም ገለ በዲሎም ኣነ ካብ እብለኩም ኣለኹ ካብ ንሳተን ገለ ገይረን ክመፃ ከይመፃ ገለ ነገር ከየጋጥመን ጥራይ ደሰክፈን ነይሩ ርእይ ምሰበርኮን ረሊፍ በቃ ተመስገን እየ ዝብል ነይረ ስለዝኾነ ገለ ገብር ህሉ ምስ ክስቶ ትኸይድ ትህሉ ምስ ክስቶ ከይዳ ትኸውን ኣብዚ ትኸውን ኣብ ርእስና እዚ እንተኣትዩ ገለ ሕማም እዩ ግን እንታይ ረኺብዋ ይኸውን ገለ ደጋጢምዋ ክኸውን ዝብል ኣብ ሓሳብ ተርእና ግን ሕጂ እቲ ገለ ዳኣጋጢምዋ ዝኸውን ፍቕሪ እዩ ደእትወልካ ናብ ውሽጥኻ ሓልዮት እዩ ደእትወልካ እምበር ቋይቋን ነገርን ኣየእትወልካን እዩ ስለዝኾነ ከምዚ ኮይና ዶ ትኸውን ጓለይ እንታይ ኮን ኮይና ትኸውን ሓቂ ዋላ ስጋዕ ሕጂ እንተደይ ቴክስት ወይ ገለ እንተደይ ጌራናለይ ጠፍኤ በቃ ዓብይን እየን እንታይ ኮን ኮይና ትኸውን ማማ ኣብላ ንሹ ሓደ ሓደ ግዜ ከምዚ እና ክንዲና ወይ ሕጂ እንዲና እሞ ኣነ በቃ እንድዒ ተሰኪፈ ፈራሕ ስለ ዝኾንኩ ትብለን ስለ ዝኾነ ኣብ ደቅና እምነት እምን ከነብሎ ከምቲ ኣምኖም እንተፈሊጦም እሳቶም ከዓ ኣምኑካ እዮም ከም በቃ ከምቲ ሰምዖም እንተፈሊጦም ንሶም ከዓ ክነግሩካ እዮም ስለዝኾነ ኣብዚ ዕድመ እዚ ብፍላይ ስጋብ ቲን ኤጀር ድኣትዉ እዘን ክልተ ዓመት እንዳተላማመድኩም ኢኹም ትወስድዎም እሶም እንዳለመዱኹም እሶም ንሳቶም እንዳለመዱኻ እዚ ኣብ ዓድና ከምዚ ኔሩ ኣብ ዓድና ከምዚ ጌርና ተማሂርና ኣደይ ተቋጻጺራህኒ ዶ ኣቦይ ከምዚ ዶ ብከምዚ ዶ ኣብዚ ኣይሰርሕን እዩ ኣብዚ ኣይሰርሕን እዩ ካልኣይ ነገር ከዓ ንሕና ብዝዓበናዮ ንደቅና ኣይንዕብን ኢና ፈፂሙና ኣይንዕብን ኢና ደቅና ክንቀጽዕ፣ ደቅና ክንቋጻጸር፣ ደቅና ክንከታተል፣ ደቅና ኣበይ ኣለዉ፣ ደቅና እዚ ክንገብር መሰልና እኳ እንተኾነ ግን ከም ናይ ዓድና ከም ናህና ኣተዓባብያ ከም ናህና ኣቀጻጽዓ ከም ናህና ክንገብር ማለት ዘበት እዩ እብለኩም ከ ኣለኹ እቲ ዝደለይዎ እቲ ዝደለይዎ ቆልዓ፣ መንእሰይ፣ እቲ ዝደለዮ ከይገበረ ኣይዓርፍን እዩ። በቲ ሓዝዎ፣ በቲ ግበሩ፣ በቲ ቅርቡ። ሕጂ እንታይ ክብል ዝደሊ፣ መታን እቲ ዝደለዮ ንኸይገብር ግን ንስኻ እንታይ ትገብሮ? ብፍቕሪ ትሕዞ። ንወልድካ ብፍቕርን ብሓልዮትን ትሕዞ። ስለ ዝኾነ እንታይ ክብለኩም እየ ደልየ? እቲ ቀንዲ ኣጆኹም እዩ ክብለኩም ደልየ። ሕማቕ ቤት ትምህርቲ ይኽን ንፍዕኹን ኣይንፍዕኹን ሓደ መዓልቲ ንፍዕ ክኸውን እዩ። ሓደ መዓልቲ ብርቱዕ ክኸውን እዩ ጥራይ ኣብ ውሽጡ ገለ ነገር ዝርእሉ ነገር ዘርኢ ንውላድካ ጥዑም ዝኾነ ዘርኢ ፅቡቕ ዝኾነ ዘርኢ ንመፃኢ ኢኻ ተርእዮ ነዚ ሕጂ ዝገብሮ ደሎ ይኮንካን ትርእዮ ብዛዕባ ፅባሕ ብዛዕባ ሓሙሽተ ዓመት ዩኒቨርስቲ ናበይ ከም ዝኸይድ ገለ ነገር ኢኻ ትዘርኣሉ እምበር እስኻ ሕማቕ እንዲኻ ናበይ ዶ ክትበፅሕ እስኻ ዳ ከምዚ እንዲኻ ሕማቕ ወዲ ኩስቶ ከምዚ ደቂ ኩስቶ ከምዚ ከምዚ ነጥቢ ምፅኤ ባዕለን ንፍለጣ ባዕለን ንፍለጣ ባዕላ ትፍለጥ ባዕሎም ይፈልጡ ንወድኻ ግን ትዘርኣሉ ዋላ ፅቡቅ ነጥቢ ደየምፀ ከሎ ፅቡቅ ነጥቢ ምስ ከምፀልካ ትደሊ ኢኻ ኣጆኻ ደሓርኮ ከምዚ ክትከውን እኳ ኢኻ ኣብ ውሽጦም እንታይ ኢኻ ትዘርኣሎም እቲ ትዘርኦ ሓደ መዓልቲ ክበቁል እዩ እቲ ንዘርኦ ክበቁል እዩ እንታይ ኢና ንዘርኣሎም ግን ንሕና ኢና ወሰንቲ እብለኩም ኣለኹ ከምቲ ዝብለን ዝነበርኩ ንስኻትክን ኣብ ምድረ በዳ ፅጌሬዳ ኢኽን እብለን ነይረ ኣብቲ ማንም ደይብሉ ሲ ንስኽን ክትወፃ ትኽእላ ኢኽን ንስኻትክን ብርቱዓት ኢኽን ንስኻትክን ንፉዓት ኢኽን ኩሉ መዓልቲ ድዩ ሓደ መዓልቲ ሓቆይቆ ኣሎ ባእሲ ኣሎ ጭቕጭቕ ኣሎ ነው ነው ነው ኢልካ በቃ ታዕታዕታዕ ኣሎ እዚ ናይ ግድን እዩ ኣብ ኩሉ ዘሎ እዩ ንኩሉ ክትቅበሎ ኣይትኽእልን ኢኻ ነብስና ጥራይ ከማን ደኺሙ ምስ መፀ ክቕበሎ ኣይክእልን እዩ ዝኾነ ነገር ስለዝኾነ ስድራ ቤት እንዳተጋጨኻ ድዩ ደቂ እንዳበልካ ድዩ ግን ሓልዮት ዝበሎ ንሓልየሎም እንዲና ሓልዮት እንዲ ትኩሉ ከም ዘግብረና ግን ብሓልዮት ብፍቕሪ ፍቕሪ ፍቕሪ ጥበብ ዓሰርተ ዓይኒ ከዓ ከድልየና እዩ ዓሰርተ ዓይኒ ዓሰርተ እዝኒ እዩ ከድልየና መልሓስ ኣፍ ጥራይ እያ ሓንቲ ከተድልየና ምክንያቱ ብዙሕ ስለ ትዛረብ ብዙሕ እውን ክትጋገ ትኽእል ኢኻ ብዙሕ እንተሰሚዕካ ግን ብዙሕ ክትእክብ ትኽእል ኢኻ ኣበይ ኣለዉ ምስ መን ኣለዉ ምስ መን ውዕሉ እንታይ ይገብሩ ከመይ እዩ መምህሮም ከመይ እያ ገለ እዚ ክትቀበሎ እንተደለ ግን ሓንቲ ክብሉና ኣይክእሉን እዮም ማለት እዩ ስለዝኾነ ኣጆኹም ወለዲ ኢለ ኣጆኹም ደቅና እቲ ዝደልይዎ ኣብ መወዳእታ እቲ ዝደልይዎ ይገብሩ እዮም እቲ ክበፅሕዎ ዝደልዩ ይበፅሑ እዮም ሓደ መዓልቲ ከዓ ዋላ ከምዚ ኢሎም ክኸዱ ዝፀንሑ እሞ ኣይ ለበል ምስ በፅሑ ወይ በቃ ኣብቲ ልዕል ዝበለ ደረጃ ምስ በፅሑ ከዓ እንታይ እየ ድገብር ደለኹ ኢሎምሲ ብድድ ይብሉ በቃ ሽዑ ብድድ ኢሎም እቲ ዝደልይዎ ይገብሩ፣ ኣብቲ ዝደልይዎ ዩኒቨርሲቲ ኣቱ፣ እቲ ዝደልይዎ ከዓ ይገብሩ እዮም። ኣይጀኹም ማለት እየ። ግን ፓኒክ ኣይትኾኑ፣ ኣይትፍርሑ። ናብቲ ክትቅይር፣ ናብቲ ክትከይድ፣ እቲ ከተምፅእ፣ ነቲ ቆልዓ ገለ ናብ ርእሱ ገለ ክትዘርኣሉ፣ ገለ ፅቡቅ ኣይኮነን። ሪላክስ ኮይንኩም ሪላክስ ከዓ ይኹን ትቆልዓ ዋላ ስኻትኩም ሕብእዎ እቲ ውሽጥኹም ዘሎ ዓቕልኹም ደስ ዝበልኩም እንተልዩ ሕብእዎ ኣብ መወዳእታ ኸኣ ንሕና እቲ ንሪኦ፣ እቲ ንሰምዖ፣ እቲ ኩነታት ደሎ ኢና ንገብር። እቲ ብድሕሬና እቲ ንሕና ደይንሪኦ ዝርኢ፣ እቲ ንሕና ደይንሰምዖ ዝሰምዕ፣ እቲ ንሕና ምንም ክንገብሮ ደይንኽእል ክንገብር ደይንኽእል ከኣ እቲ ዓብዪ ህያው ዝኾነ እግዚኣብሄር ስለ ዘሎ ንደቅና ኣሕሊፍና ንህቦም። እዚ ዓቢ ምስጢር እዩ ፍተውዎ ጽልእዎ ተቀበልዎ ኣይትቀበልዎ ንሕና እታ ንርያ ኢና ንገብር ንሕና ንእሽተይ ኢና ንገብር ንሕና ሓንቲ ንገብርን ኢና ኣምላኽ ግን ንደቅና ጽላል ገብሮም ካብቲ ክፉእ ነገሩ ይሽፍኖም ካብቲ ሕማቕ ዝመጽእ ነገር ይሽፍኖም ካብቶም ሕማቓት መሓዙት ብዘየገድስ ይፈልዮም ኣእምሮ ይህቦም ንኣምላኽ ንደቅና ኣሕሊፍና ንሃብ እንደገና ከዓ ንጸልየሎም ኣምላኸይ ኣነ እዚ ኣይክእሎን እየ ደይንክእሎ ነገራት ክመፅእ ይኽእል እዩ ናብ ገዛና ኣነ እዚ ኣይክእሎን እየ ፀጋ ሃበኒ ዓቕሚ ሃበኒ ደቀይ ንስኻ ሓልወለይ እስኻ በቃ ንዓኻ የማዕቁበካ ኣለኹ እዚኦም ናትካ እዮም ደቅና ናህና እንዲዮም ኣብ መወዳእትኡ ናህናኻ ኣይኮኑን እቲ ማንም እቲ ሓያል እቲ ብርቱዕ ኣምላኽ ንደቅና ክከላኸለሎም ካብ ፉቕ ነገር ይኽእል እዩ ክንደይ እዩ ዝሕለፍ ክንደይ እዮም ዘሕልፉ ኣብ ቤት ትምህርቲ ክንደይ እዮም ዝመፆም ደቅና ክንደይ ሽግር ኣለዎም ንሶም ኣይኮኑን ሕማቕ ጥራይ ኮይኖም ኩሉ ክንደይ እዩ ክንደይ እዩ ምናልባሽ መፀኸውን ካልእ ግዜ ክንደይ ፀገም እዮም ደሕልፉ ክንደይ ነገራት ይደሎም እዚ ግን መን እገብረሎም እግዚኣብሔር ኣምላኽ ሕሹ ክብሎም ኣጆኹም እብሎም በቃ ኣብ ውሽጦም ትብዓት ይሓድሮም በቃ ውሽጦም ተባዓት ክኾኑ ይኽእል መን እዩ ዝገብሮ ኣምላኽ እስኻ ዘይትሪዮ ኣብ ውሽጦም እግዚኣብሔር ይገብሮ ማለት እዩ ስለዝኾነ ንሕና ደይ ንኽእሎ ኣምላኽ ክኽእሎ'ዩ፣ ንሕና ንኽእሎ ኢና ንገብር። ሓደ ሓደ ግዜ ነገራት ካብ ዓቕምኻ ንላዕሊ ክኸውን ይኽእል እዩ። እቲ ካብ ዓቕምኻ ንላዕሊ ዝኾነ ከኣ ነቲ ዓቕሚ ዘለዎ ኢኻ ትህቦ። እቲ ዓቕሚ ዘለዎ ከኣ ሓደ ኣምላኽ ጥራይ እዩ። ስለ ዝኾነ ኣብዚ ኣጸቢቐ ክላበወኩም እደሊ፣ ብዝተኻእለኩም መጠን ከኣ ክኣትዉን ክወጹን ንደቅኹም ጸልዩሎም። እንደገና ከኣ መሃርዎም። እዚ ካብ ንእሽቱ እንዲ ክኸውን ደለዎ ኣነ በዚኣ ክሳነትኩም ድደልሎ መዓልቲ እቲ ዘይትኽእልዎ እቲ ደይትኽእልዎ እቲ ደይትርእይዎ እቲ ደይትሰምዕዎ እቲ ንስኹም ክትገብርዎ ዘይትኽእሉ ዘይትኽእሉን ደይትርእዩን ከምቲ ዝበልኩኹም ብዙሕ ነገር ስለ ዘሎ እንታይ ኸውን ኣሎ እግዚኣብሄር ክከላኸለሎም ካልኣይ ነገር ከዓ ካብ ክፉእ ክሕልዎም ካብ ሓደጋ ክሕልዎም ካብ ማኪና ኹን ካብ መሓዝቶም ይኹን ንሰምዖን ንሪኦን ኣለና ደቅናስ ክኽልሎም ደቂ ዓሰርተ ኣርባዕተ ደቂ ዓሰርተ ሓሙሽተ እንታይ ይገብሩን እንታይ ይወርዶምን ኣሎ ንርኢ ኣለና ኣምላኽ ክሕልዎም ኣምላኽ ክከላኸለሎም ኣምላኽ ፀግዒ ፅላሉ ከንብረሎም ኣምላኽ ፀግዒ ክኾኖም ዋላ ንዓና ክነግርዎ ዝደልዩ ዘይደልዩ ነገር ተዳሃልዩ ንኣምላኽ ኣምላኽ ክዛረቦም ኣምላኽ ክሰምዕዎ እግዚኣብሄር ኣብ ኩሉ ኣሎ እግዚኣብሔር ቆልዓን ንእሽተይን ዓብይን ሰብኣይን ጸላይን ኣይጸላይን ኣይብልን እዩ እግዚኣብሔር ወደቦ የብሉን እግዚኣብሔር እግዚኣብሔር እዩ እግዚኣብሔር ናይ ኩሉ እግዚኣብሔሩ ኣምላኽ ናይ ኩሉ ኣምላኽ ስለ ዝኾነ ኣምላኽ ክዛረቦ ኣጆኹም ክብሎም ኣብቲ ፍርሒ ዝስምዖም ኣብቲ ዓቕሎም ዝፀበቦም ኣብቲ እንታይ ኢና ክንገብር ንብሎም እዚ ከጋጥመኒ ድዩ ዝብሎ ኣብ ውሽጦም መፅኡ ኣጆኻ ኣነ ምሳኻ እየ ክብሎም ንዓና ውን ከምኡ እንተኽኢልና ውን ንሕና ኣጆኻ ክንብሎ ስለ ዝኾነ እቲ ንሕና ደይንኽእሎ ኣምላኽ ክኽእሎ እዩ እቲ ንሕና ደይንሰምዖ ኣምላኽ ክሰምዖ እዩ እቲ ንሕና ክንገብሮ ደይንኽእል ንሕና እቲ ክንገብሮ ንኽእል ጥራይ ኢና ንገብር ንሱ ከማን እዚ ክብለኩም ዝጸናሕኪ እዩ ንሱ ከማን ብፍቅሪ እዩ ኣብዚ ዘመን እዚ ንደቅና ካብ ብታዕታዕ ካብ ብጨቕጨቕ ብፍቅሪ ክንሕዞ ምቐልል ምክንያቱ ጨቕጨቕ ኣብ ደገ መዓት ጨቕጨቕ ስለ ዘለዎ መዓት ተፅዕኖ ስለ ዘለዎም መዓት ነገራት ስለ ዘለዎም ብስድራ ቤት ከዓ እዚ ተተደጊምዎም ኩሉ ነገር ከሰንብዶም ይኽእሉ እዩ ናብ ካልእ ነገር ከድህበሎም ይኽእል እዩሞ እንታይ ክብለኩም እየ ደልየ ዘለኹም ኣሕዋተይ ብዙሕ ተዛሪበ ኣለኹ ሎም መዓልቲ ክዛረብ ስለ ዘለኒ እንታይ ክብል ደልየ ኣዴታት ኹኑ ኣቦታት ኹኑ ቤተሰብ ኹኑ በይንኽን ትዕብያ ኹና ገለ ኹና ኩሉ ግዜ ዋላ ንሕና እምነትና ናብ ኣምላኽ ንግበር ኣምላኽ በቃ ሓግዘና ደግፈና ንሕና እዚ ኣይንኽእሎን ኢና እዚ ነገራት ሕማቕ እዩ እዚ ኩነታት ሕማቕ እዩ ብነገራት ኩሉ እንዳተጨነቕና ተጨኒቕና ንባዕልና ተጨኒቕና ደቅና ከይነጨንቕ ከምቲ ዝበልኩኹም ናይ ደገ ኣኽሎም ናይ ደገ ናይ ደገ ይኣኽሎም ንሕና ከዓ ብገዛ ኮይንና ንደግፎም እንዳተደጋገፍና ደቅና ኣብቲ ዝደልይዎ ክበፅሑ ኣጆኹም ከዓ ኣምላኽ ክረድኣኩም እዩ ኣምላኽ ክረድኣና እዩ ካብተን ኣምላኽ ዝረድአን ሰበይቲ ኣነ እየ ኣምላኽ ዝረደን ሰበይቲ ኣምላኽ ከዓ ንዓይ ከዓ ጥበብ ሂቡኒ ስለ ዝኾነ ኣብነት ኣለና ኣብነት እውን ኣለዋ ብዙሓት ኣጆኹም እግዚኣብሄር ክረድኣኩም እዩ ኣምላኽ ክረድኣኩም እዩ ዋላ ከም ገለ ዓይነት እንተኾኑ ዋላ ገለ እንተኾኑ ዋላ ገለ እንተመፀ ኣጆኹም ናብቲ ናብቲ ናትኩም ናብቲ ዝዕበዮም እግዚኣብሄር ኣምላኽ ክመልሰልኩም እዩ ንሶም ከዓ እቲ ውሽጦም ሒዞሞ ዝዓበዩ ንሱ ኣይሰዶምን እዩ ስለዝኾነ ኣጆኹም ሕጂ ከመይ ስድራቤት ክብለኩም ደልየ በርትዑ ኣይትደሃሉ እቲ ዘይንኽእሎ ከዓ ኣምላኽ ክእሎ እዩ ንኣምላኽ ሓሊፍና ንሃቦ ማለት እዩ ተንኪዩ ስለ ዝሰማዕኩምኒ ክብረት ይሃበለይ ይቐንየለይ ላይክ ብምግባር ከዓ ተሓባበሩ ኢኹም ኣብ ዝመፅእ ዘሎ ሰሙን ስጋዕ ንራኸብ ተንኪዩ ሶማች